ኦኬ ኣዝየ ዘመስግነካ እዛ ብራሽሌቲ መጀመርያ ከም ዝኾኑ ሰብ ዝፈልጣ ፎርማ ጥራይ እያ ትመስል ኣዝዩ ብዙሕ ስራሕ እዩ ዘለዋ ሕጂ ብዛዕባ እቲ ስርሓ ቅድሚ ምዕላልና ብምንታይ ተሰሪሓ ንምንታይ ከ ከምኡ ዓይነት ኣድቫንቴጅ ኣለዋ ዝብል ኮንሰፕት ክንሕዞ ኣገዳሲ ኮይኑ ይስምዓኒ ማለት እዩ መጀመርያ እዚ ብራሽሌት እዚኣ ተሰሪሓትሉ ዘላ ዓይነት ማዕድን ቲታንየም ይበሃል። እዚ ቲታንየም ዝበሃል ማዕድን ኣዝዩ ስካርሲቲ ዘለዎ ብቐሊሉ ዘይርከብ እዩ። ካብቶም ኣብ መበል ራብዓይ ደረጃ ዝስራዕ ኣብ ዓለም እቲ ኣዛንዳይንስ እዩ ማለት እዩ። ድሕሪ ኣሉሚንየም፣ ድሕሪ ኣይሮን፣ ድሕሪ ማግኔዥየም ኣብ መበል ራብዓይ ደረጃ ይስራዕ። ኣብ ዓለም ብቐሊሉ ካብ ዝርከቡ ሃገራት ከኣ ኣብ ኣውስትራልያ፣ ሴራልዮን፣ ሳውዝ ኣፍሪቃ፣ ራሻ ከምኡ'ውን ኣብ ጃፓን እዩ ብብዝሒ ዝርከብ። ኣብ ካልኦት ሃገራት ብብዝሒ ኣይርከብን ማለት እዩ። ሕጂ። እዛ ብራሽሌት እዚኣ ንሕና ነቲ ካብዚ ኤለክትሮኒክ ጋጀትስ ብምዕባለ ደረጃ ንረኽቦ ዘለና ኢፌክትስ ወይ ከኣ ራዲሽን ንምክልኻል ኢና ንጥቀመላ። ንምክልኻል ክንጥቀመላ ከለና ግን እቲ ናይ ቲታንዩም ዝበሃል ማዕድን እንታይ ዓይነት ባህሪ ስለ ዘለዎ እዩ ነቲ ኤለክትሮማግኔቲክ ናይ ኤለክትሮኒክ ጋጀትስ ወይ ከኣ ላፕቶፕ፣ ሞባይል፣ ኩሎም ፍሪጅ፣ ኩለን ተለቪዥናት ዝምጸና ጋጀትስ ወይ ከኣ ራዲሽን ንምክልኻል ጠቕመና። ሕጂ ከም ባህሪ እዚ ቲታኒየም ባዮኮምፓቲብል እዩ ወይ ከኣ ከምዚ ምስ ህይወት ናይ ደቂ ሰባት ብቐሊሉ እዩ ዝወሃሃድ ምኽንያቱ ምስ ህይወት ደቂ ሰባት ኒውትራል ዝኾነ ቻርጅ ዘለዎ እዩ ማለት እዩ።

ከምዚ ፕሮብያቲክ ንብሎም ታህዋስያን ኣብ ውስጥና ኣለዉ ዝጠቕሙና ንብሎም እዚ ከኣ ፕሮባዮ ሜታል ዓይነት ሜታል ከሎ ግን ፕሮባዮ ባዮ ህይወት ማለት እዩ ዝጠቕሙና እዩ ማለት እዩ ሕጂ ጥቕሚ ብዘይ ዘለዎ ገለ ካብቲ ጥቕምታቱ ብኸመይ ይሰርሕ እንተልኣልና ከኣ ከም ልምዲ ማግኔት ኣለዎ ሕጂ ማግኔት ብተፈጥሮ ማግኔት ኣሎ ብካልእ ከኣ ከምዚ ኤሌክትሮማግኔቲክ ዝበሃል ኤሌክትሪክ ምስ ሓለፎ ንዝኾነ ዋየር ምስ ሓለፎ ፍሮም ናይ ኤለክትሮኒክስ ምስ ሓለፎ ማግኔት ይፈጥር እዩ ቀደም ኣብ ፊዚክስ ንመሃር ኔርና ኢና ኣብ መስማር ጠቅሊልና ገለ ማግኔት ንክከውን ዕላማ ተልዕላ ንስተይ ንብሉ ሎማት ሕጂ ብከመይ መንገዲ እንተድኣ ኢልና ኣብ ኤለክትሮ ማግኔቲክ ንብሎ ኣሎ ብኤለትሪክ ዝስራሕ ማግኔት ካልእ ከኣ ጂኦ ማግኔቲክ ኣሎ ጂኦ ሕጂ መሬት ማግኔት እያ ብተፈጥሮኣ ማለት እዩ እዚ ኣብ መሬት ዘሎ ጀዮማግነቲክ ንብሎ ዘለና ምስዚ ኤለክትሮማግነቲክ እንታይ ዓይነት ክላሽ ይገብር ወይ እንታይ ዓይነት ምርጫው ይገብር እቲ ኣባና ዘምፅኦ ተፅዕኖታት ማለት እዩ እዚ ሕጂ ኣዝዩ ሰላማዊ ወይ ከዓ ምስቶም ኣብ ውሽጥና ዘሎ ቲሹ ዋህዮታት ይኹን ማስልስ ዝኾነ ኢፌክት ብዘይብሉ መንገዲ ወይ ከኣ ኣለርጂ ኣይገብርን'ዩ፣ ቶክሲንስ ኣይገብርን'ዩ፣ ምስማስ'የ ለኹ ምስጎ ወላ ሓንቲ ኢፌክት ብዘይብሉ መንገዲ ኒውትራል ኮይኑ ምስ ሰውነትና ንኽሰርሕ ይሕግዝ ማለት'ዩ። ኣብ መወዳእታ ናይዚ ጥቕሚ ከኣ ኣዝዩ ብዙሕ'ዩ። እቲ ጥቕሚ እንታይ'ዩ? ሓደ ካብቲ ብዙሕ ጥቕሚ ዘለዎ ናቱ ፍሎው ኦፍ ኤነርጂ ናትካ ከም ዝዓቢ ይገብር። ደም ዝረትካ ከም ዝመሓየሽ ይገብር፣ ሓይልኻ ከም ዝመሓየሽ ይገብር፣ ምኽንያቱ ኣብ ኤለክትሮኒክ ጋጀትስ ከም በዓል ሞባይል፣ ሬድዮ፣ ተለቪዥን፣ ላፕቶፕ ክንጥቀም እንከለና ሓይልና ብጣዕሚ ዘታኽም፣ እዚ ኣብ ገዛ ክትነብሩ ኣለኩም ማለት እዩ። ብዘይዚ ጀስት ሞባይል ምሳና ምህላዋስ ሓይልና ይደክም ዶ ኣይደክምን ኣብ ዝብል ኮንሰፕት የድክመና እዩ ማለት እዩ፣ ኤለክትሮ ማግነቲክ ስለ ዝኾነ ማለት እዩ። እዚ ሕጂ ኒውትራል ዝኾነ ፍሎው ንኽህሉ፣ ኒውትራል ሕጂ ማለት ቻርጅ ዘይብሉ፣ ፍረው፣ ነቲ ሃስያ ናይቲ ኤለክትሮማግኔቲክ ኣብቶም ጋጅስ ንረኽቦ ዘለና ብዘይጎድእ መንገዲ ፍሎው ንኽገብር ኣብ ሰውነትና ዝሕግዝ ማለት እዩ። እዚ እንታይ ክኸውን ኣሎ ሕጂ እንተድኣ ሰውነትና ነጻ ክኸውን ተገዲፉ፣ እቲ ኢፌክት ወይ ከኣ ሳዕቤን ናይቶም ኤለክትሮኒክ ጋጀትስ ንብሎም ዘለና ላፕቶፕ፣ ሞባይል ኣብ ሰውነትና ከም ዘይምጸና ወይ ከኣ ነጻ፣ ኒውትራል፣ ኮይኑ ፍሎው ንኽገብር ይሕግዝ ኣሎ ማለት እዩ። ካልእ እንታይ ጥቕሚ ኣለዎ ኣብ ናይ ዓንካር ዓንካር ተሊና ንኣትወይ ንግርፔን ንዑ ንቓንዛ ንሬማቲዝም ናይ መለጋግቦ ቓንዛ ድኹም ዝኾነ ስርዓተ ዙረት ደም ንዘለዎ ሰብ ኣዝዩ ሓጋዚ እዩ ልዕሊ ኩሉ ማርግሬን መርዛን ናይ ርእስን ሕማም ርእስን ንዘለዎ ሰብ ኣዝዩ ኣዝዩ ሓጋዚ እዩ ምክንያቱ ዝበዝሕ ግዜ መርዘን ተጨኒቐ ኢልካ ጥራይ ኣይኮነን ዝመጽእ ብብዙሕ መንገዲ ምናልባሽ ደም ፍለው ኣብ ርእስና ከይዲ ይኽእል ብሬን ኣርተሪስ ዘይንጸበ እንተኹን ዝኾነ ዝርገም ኣሎ እዚ ኩሉ እንተ ተመሓይሹ ርእስኻ ምሕማቕ ወይ ከኣ ማለሊት ይገድፈካ ማለት እዩ ስለዚ ናይዚ ጥቕሚ ኣዝዩ ብዙሕ እዩ that's why እየ ከኣ ኣብ ኢደይ ዝገብሮ ምኽንያቱ ካብ ሞባይል ካብ ላፕቶፕ ካብቲ ኤሌክትሮኒክ ጋጀትስ ክንእለ ኣይከኣልና ማለት እዩ እንጂ ጥቕማ ብዙሕ ስለ ዝኾነ ምናልባሽ ሓንሳብ ሓንሳብ ብገለ ምኽንያት ተውጽኣ እሞ ርእሰይ እንተ ሓሚመ ወይ ንፋስ ተወሲደ ወይ እንተ ደኺምካ ንዓኣ ይገብራ ማይካ ይሰቲ በቃ እንታይ እንታይ የድልየኒ ፓናደል እያ ትብል ሌላ የድሊ ማለት እዩ ስለዚ ንዓና ክልተ ጥቅሚ ስለ ዘለዋ እያ ከም ዝገብራ ፕራክቲካሊ ከኣ ምናልባሽ ቪድዮ እንተ ረኪብና ሼር ክንብለኩም ኢና ሓደ መዓልቲ ምክንያቱ ኤነርጂ ናይ ሓደ ሰብሲ ይውስክ ይብል ኤነርጂ ይውስክ ዘይኮነ ግን እቲ ብሰንኪ ኤለትሮኒክ ጋጀት ዝጎድል ዝነበረ ኤነርጂ ከም ዘይጎድል ኒውትራል ከም ዝኮን ምስ ገበሮ ሓይልካ ኣብ ግብሪ ይምለስ ጽቡቅ ሓይሊ ኢካ ዝስምዓካ።

በዞም ክንጠቕሶም ዝጸናሕና ኣሕዋትና ከኣ ኣብዚ ግዜ እዚ ዝበዝሓሉ ዘሎ ይመስል። ኩላትና ነዛ ብራሽ ለይቲ እዚኣ ብምግዛእ ኣብ ዝተፈላለዩ ኩርናዓት ዓለም ኮይና ከኣ ካብዞም ነጋዶ እዚኣቶም ክንከናኸን ንኽእል ኢና። ብዙሕ ብዙሕ ጥቕሚ እዩ ዘለዋ። ከምቲ ዝበልዎ እውን ቪድዮ እንድሕር ኣርኺብና ብዛዕባ እዚኣ ሸር ክንብለኩም ኢና። ሕጂ ግን ነዚኣ ንምግዛእ ነዚኣ ንምውናን ኣብ ታሕቲ እውን ወሳብ ናምበር ገድፈልኩም እየ። ወሳብ ናምበር ፕላስ ዕስራን ሓሙሽተን ስሳን ሸውዓተን ኣርባዓን ክልተን ባዶ ኣርባዕተ ሓምሳን ክልተን